ሰባተይ ንዕንቅፍ ሰባት ዝዕንቀፉ ለለዉ ባኣና ልምንታይ መንፈሳውያን ተባሂለን ከምዚ ይገብራ መንፈሳዊ ተባሂሎም ከምዚ ይገብሩ ንበሃል ኣለና እንታይ እዩ ፕራይቬት ስለ ዘይኮነ እዩ ንሕና ሂወትና ማለት እዩ ፈቐድኡ ስለ ነውፅእ እዩ ንሕና ከዓ ድኽመት ኣለና መቸስ ድኻም ናይ ብዙይ ከዓ መንፈሳዊ ብዙይ ከዓ ዓለማዊ ድብልቕልቕልቕ ዝበለሰ ሂወት ስለ ዝህልወና መዕንቀፊ ሰባት ንኸውን ማለት እዩ ድኻምና ፈሊጥና ግን ዓሪፍና ተተቐሚጥና ጽቡቕ እዩ ማለት እንድሕር ድኻም ኣሊና ኮይኑ ኦረዲ ድኻም ኣለና ብዙይ ናባዕልትና ስራሕ ንገብር ብዙይ ከዓ ሚድያ ተንይንውፅኦ ብዙይ ከዓ ፕራይቬት ተንገብሮ ንመይንትና ተንገብሮ ጽቡቕ እዩ ሰላም ሰላም ክብራትን ፍትዋትን ተኸታተልቲ ናይ ማዲ ዩቱብ ቻናል ከመይ ኣለኹም ብኣይ ወገን እግዚኣብሔር ይመስገን ጽቡቕ ኣለኹ ሰላም እግዚኣብሔር ኣምላኽ ምስ ኩላትና ይኹን ሎሚ ከዓ ብሓድሽ ቪድዮ በቕ ኢልና እኒና ማለት እዩ ናይ ሎሚ ቪድዮና ከዓ ከምተ ርእስቲ ዝረእኹምዎ ብዛዕባኡ ኢና ክንዕልል ማለት እዩ እስካብ መወዳእታ ቪድዮ ተኸታተሉ በተለይ ጀመርቲ ንዘለና ኣሕዋት ኩልና ጀመርቲ ኢና ጀመርቲ ይኮና ኣይንልና ግን ኣቀባብላና ምስ እግዚኣብሔር ዘለና ርክብ ይፈላለ ብቻ ማለት እዩ ስለዚ እስካብ መወዳእታ ቪድዮ ተኸታተላ ብኣብዝሓ ደቂ ኣንስትዮ ልብሉ ኣለኹ ደቂ ኣንስትዮ ስለ ዝከታተለ እየን ብኣብዝሓና ደቂ ተባዕትዮ ከዓ ኣይትስኣንን ኢኹም እንግዲህ ግን ብኡ ክንኸድ ማለት እዩ እስካብ መወዳእታ ተኸታተላ ይኹን ነዚ ቤት ከዓ ብዓለማዊ ይኹን ብመንፈሳዊ ይኹን ሰሳትና እንመኻኸረሉ ቻናል እና ሳብስክራይብ እንዳገበርኩም ቤተሰብ ኩኑ ከምኡ ነበር ኣፀናሕኹ ነዚ ቪድዮ ብላይክ ጀምርዎ ናብ ኩሉ ከዓ ሸር በልዎ ማለት እዩ ካብ ምንታይ እየ ተልዒለ እዛ ነገር እዚኣ ክነግረኩም ማለት እዩ ብኣብዝሓ ኣብ መንፈሳዊ ህይወት ዘለና ኣሕዋት ማለት እዩ ብዙሓት መሓዙት ኣለውና መቼስ እግዚኣብሔር ኣምላኽ ቡቲ ዝፀውዐካ ቡቲ ዝሃበካ ምርጫ ክትጓዓዝ ተለኻ ኩሉ ኣብ መንፈሳዊ ህይወት ኣለ ማለት ኣይኮነን እዩ ኩሉ ከዓ ኣብ ዓለማዊ ኣለ ማለት ኣይኮነ ጎዛት ዝኾንና መንፈሳውያን ኣሕዋት ኮይና መሓዙትና መንፈሳውያን ንግብረንም ኣይንስኣንን ኢና ንሕና ንባዕልትና ኮይና ግና ከዓ ኣሕዋትና ከዓ ኣብ ደገል ዘለዉ ብዙሕ ፈተና ይኾንና እዮም ዳእና ማለት እዩ እና ብዙሕ ነገር ኢኻ ትርኢ እና ካብ ሓንቲ ከምዚ ከምቲ ኣለኩም ኣለኹም ኣዕርኽትና ይኹን ኣሕዋትና ይኹንስ ኩሉ ኣብቲ መንፈሳዊ ኣለ ማለት ኣይኮነን ግን ናታቶም ኣተሓሳስባና ናታትና ኣተሓሳስባ ከዓ ይፈላለ ማለት እዩ ንምንታይ ንሕና ብዙይ ናይ መንፈሳዊ ዓይኒ ስለ ንርኢ ምክንያቱ ድሕሪ መንፈሳዊ ህይወት ክትመሃር ደሊኻስ መንገድኻ ከዓ ይቃንዮ እዩ መንገድኻ ከዓስ ብኡ ክትጓዓዝ ይገብረካ እዩ እና እቲ ዓለማዊ ካብ መንፈሳዊ ህይወት ውፅእ ኢልካ ለሉ ህይወት ከዓ ያው ብዙሕ ነገር እዩ ዘሎ እንግዲህ ማለት ንሕና ለየተሓሳስባና ለይቃረፍናሉ ዝነበርና እዚ ኣተሓሳስባ እሱ ሒዞም ክመፁ ከለዉ ልምንታይ ሓሰወዩ ንብልን ኢና ልምንታይ ንርድኦም ኢና ማለት እዩ ንርድኦም ኢና ልምንታይ ንሕና ኣብኡ ስለ ዝነበርናዮ ግን እዚ ነገር እዚ ንዓና ከመይ ጌርና ንቓንዮ ለምሳሌ ሲ ከምቲ ኣለኩም ኣለኹ ሓንቲ ኣብ መንፈሳዊ ህይወት እትመሃር ሪኣሲ ኣፍቃሪ ሒዛ ማለት እዩ ካብኡ ኣፍቃሪ ምስ ሓዘት ተኣከለ እባ ከምዚ ትገብር ዲ ኣነስ ከምዚ ዝለይ ትገብርለይ ትመስለኒ መንፈሳዊ ሰብስ ብሱር ኣፍቃሪ ለልሕዝለይ ይመስለኒ ትብል ትብለኒና ቀልባዕለ ከዓ እንጃ ማለት ክፈርዳም ኣይክእልን እየ ንምንታይ ንሕና ፍቲ ተሓሳስባ ስለልነበርና ማለት መንፈሳዊ ሰብ በቃ መነኮስ ኮይኑ ድዩ ኣነዚ ማለት ሲ መነኩስ ድዩ መንፈሳዊ ሰብ ማለት ሲ መነኮስ ድዩ እስኪ ንገሩኒ ናይ ኩላኹም ጥያቄ እዩ ድዩ ካብ ስሩ ኣብ ዓለም ክነብር ከለስ ክልተ ኣነባብራ እዩ ዘለዎ ማለት እዩ። ብዓለም ብሓዳር ይኹን ብምንኩስና ይኹን ወዲ ሰብ ማለት እዩ እና ንሕና ከዓ መንፈሳዊ ሰብ ማለት እሞ ደኣ መነኮስ ማለት ድዩ ኣፍቃሪ ለይሕዘሉስ ምክንያትስ እንታይ እዩ? ከምዚ ዓይነት ኣተሓሳስባ ዘለናስ ካበይ ኢና ኣምፂናዮ? ብሱራበይ መፅሓፍ ከ ኢና ኣንቢብናዮ? ወይ ጉድ እና ከምዚ ዓይነት ፈተና ሉ ዝመፀኩም ሎማዓንቲ ካብቲ ኣነ ዝርድኦ ንሕዋተይከ ከመይ ገይረ ይምልሰለን ቢያንስ ቢያንስ ቢያንስ ማለት እዩ ኣነ እኳ መርኣያ ክኾን ተዘይከኣልኩ ንዓኣተን ግን መዐንቀፊ ከመይ ከምዘይከውን ከመይ ገይረ ይኸዶ ካብኡ ከዓ ንሕና መርኣያ ክንከውን ኣለና መርኣያ እንኾነሉ ምክንያት ከዓ ስኢልካ ምስምሳል ለይኮነ እቲ እግዚኣብሔር ዝሃበና ጸጋ ማለት እዩ ንሕና ክንኮነ ልግበእና ምክንያቱስ መንፈሳዊ ህይወት መንፈሳዊ ሰብ ክትኮን ተደሊካ ካብ ዜሮ ተወጊስካ ኣይክወን ኣይክወንን እዩ ቀስ ብቀስ ኢካ ግን ብሱር ክንደራደረሎም ለይብልና ኣለዉ ማለት እዩ ብሱር ክንደራደረሎም ለይብልና መንፈሳዊ እኮ ቀስ ብቀስ ይልኽዎ ልዕበ ኢልካስ ክትዝሙት ክትገብር ኣይትኽእልን ኢኻ እውነት ለመናገር እዚኦም ክንደራደረሎም ዘይንኽእል ምኽንያት እዮም ማለት እዩ። መንፈሳዊ ልምምድ እየ ዘለኹሞ በቃ ኣሽካዕላል ክነብርም ኣይትብልን ኢኻ ማለት እዩ። በቃ ኣብ መንፈሳዊ ልምምድ እየ ዘለኹሞ ጸሎት በቃ ጸሎት ተይገበርኩ ጾም ተይገበርኩ መንፈሳዊ ህይወት ክነብር ብመሰረቱ እሱ ስለልሕዞ ማለት እዩ ኣይትብልን ኢኻ። ቶብ ቶብ ዝኾኑ ነገራት ንሕና ብሱር ክንደራደረሎም ዘይብልና ነገራት ኣለዉ ማለት እዩ። ንጽህናና ክገፉና ዝኽእሉ ነገራት ኣለዉ። እዚኦም ከዓ እዮም ተተሓሳስባና ነገራት ክንቅይሮ ዘለና ማለት እዩ። ብመሰረት መንፈሳዊ ሰብ ከፍቅር ይኽእል ዶ? እወ ከፍቅር ይኽእል። ቆይ ቆይ ቆይ እወ የፍቅር ተተባሃልኩም ከዓ ናብ ካልእ ከይትኸዱ ማለት እዩ። ቆይ ሓሳብ ኣለኒ ብዙሕ ነገር እና ንሕና ክንከዶም ልግበእና ከ ኣለዉ ልምንታይ እዩ ከምዚ ልለና ለት ሰብ መሳናክል ስለንኾኖ ድዩ ወይም ናዕና ለለዎም ኣራዳድኣ ስኸመ እዩ ንሕና ኢና ክንርድኦም ባይዘ ወይ ከምዚ ዓይነት ሓሳብ ንዘልዕሉልና ለለዉ ንሕና ኢና ክንርድኦም ዘለና ልምንታይ ክትፈርዶምም ኣይትኽእልን ይኹን ኣብቲ ኣተሓሳስባ ስለለና ማለት እዩ ንሕና ግን ዋና ዋና ዋና እንብሎ ሰባት እንታይ ይብሉ ለይኮነሲ እዛ ነገር እዚኣ ቅድሚ እግዚኣብሄር ከመይ እያ ክንብል ኣለና ማለት እዩ ዋና ኸኣ ክንጓዓዝ ልገብረና ክስካብ መወዳእታ ኸኣ እዛ ነገር እዚኣ እያ። ኣብ ቅድሚ እግዚኣብሔር ከመይ እያ? ኣብ ቅድሚ እግዚኣብሔር ከመይ እያ እንድሕር ኢልና ኮይንና ክንጓዓዝ ንኽእል ኢና ማለት እዩ። መንገድና ጉዕዘና ኸኣ ሰብ ኣየዕንቅፈናን እዩ ማለት እዩ። ዋይ ስኽሰ መንፈሳዊ ተብዩከ ኣፍቃሪ ሒዝኪ ተብልናሲ ክንሓድጎ ኢና እቲ መንፈሳዊ ህይወት ማለት እንድሕር ከምኡ ኮይኑ ስለዚ ንሕና ከዓ እቲ ጉዕዘና ምሽ ፍቕራዊ ህይወት ይኹን ከይዱ ከይዱስ ናብ ቅዱስ ዝኾነ ሓዳር ለብፅሕ ይወዶ ከምቲ ናይ ኸዚ የኾነ ናብ ቅዱስ ሓዳር ለብፅሕ ተኾይኑ ኸመይ ኢና ክንከደሉ ግበአና በተለይ በተለይ ጀመርትን ዘለኽን ኣሕዋተይ ኩልና ጀመርቲ ኢና እውነት ለመናገር ከምቲ ለክን ለኹ ብቻ ኣብ ናይ እግዚኣብሔር ለለና ርክብና ኣብኡ ለለና ጥልቀት ይፈላለ ብቻ ማለት እዩ ንዓኻትን ግን ንኸይትጉድኣ ኣሕማቕ ነገር ንኸይትወድቃ እንዶም እግዚኣብሔር ኣምላኽ ተጸጊዕካዮ ይኾነ እዚ ነገራት እዚዋ ካሊእ ልህበና እኮ እዩ ተለይ ንሽኩል በሃሊት እየ እስካብ መወዳእታ ቪድዮ እንድሕር ተኸታተልክን ኮይንክን ብዙሕ ነገር ክትረኽባ ኣላ ኢኽን እዛ ቪድዮ እዚኣ ማለት እዩ ስለዚ ንሕና ንሰባት መዕንቀፊ ስለ እንኾን ድዩ ከምዚ ዓይነት ሓሳብ ልምፀና ዘሎ? ከምቲ እብለክን ዘለኹ ከዓ ንሕና ብመንፈሳዊ ዓይኒ ኢና ክንሪኦ ዝግበአና እምቡ እዚ ናይ እግዚኣብሔር ሕጊ ኢና ክንሪኦ ዘለና እምቢ ሰብ እንድሕር ኢልና ኮይኑ ሰብ እማ ብዙሕ ነገር ለምሳሌ ፀሎት ማለት እዩ ዋይ ብቆልዓኻያ ፀሎትስ መንጥለን ንበለት ልብል ኣበሃህላ ኣሎ ሕማቕ በሃህላ ማለት እዩ እዚ ዓይነት ክበሃል ከለኸ በቃ ከምዚ ተባሂለ ኢልና ክንሓድጎ ኢና ማለት እዩ ንሕና ከዓ ኣብዚ ኣፍቃሪት መንፈሳዊ ሰብ ሰፍቃሪ ይሕዝ መንፈሳዊ ሰብ ሲደዋወል ክንብል ከለና ከምዚ ዓይነት ኩልና ከሎ እዚ ነገር እዚ ንኸይተርፈና መንፈሳዊ ህይወትን ክንሓድጎ ኢና ማለት እዩ ብካልእ የባህላ ኦኬ ኢልና ብዚኣ ንሰምዓ ብዚኣ ካ ንሰዳ ምክንያቱ ንሕና ንርድኦም ማለት እዩ ምንታይ እሳቶም ሓሳቦም ቃንየዎ ዘለዉ ካብ ለምፀም ምፅኦም ቃንየምዎ ዘለዉ ከምኡ ልብል እዩ ኣተሓሳስባ እዩ ማለት እዩ ንሕና ከኣ ኢና ቀኒዕና እቲ እግዚኣብሔር ኣምላኽ ዘይሓዝነሉ መንገዲ ንዓና ከኣ ዘይጸሊ መንገዲ ክንኸድ ዝግበእና ማለት እዩ። ብዙሕ ነገር ኢኻ ትርኢ ማለት እዩ። ስለዚ ንሕና ብመጀመርያ ላይ ኣፍቃሪ ክንሕዝ ከለና ብደንቢ መንፈሳዊ ህይወት ተንበስል የልብል እንዶም እንዶሞ ስደት ተኮይንናም ብርግጽ ናተይ ሓሳብ እዩ ማለት እዩ ናተይ ሓሳብ እዩ ናተይ ሓሳብ እዩ እንግዲህ ኣብ ስደት ኮይና ብዓብዝሓ ከዓ ኣብ ስደት ኢና ዘለና መንፈሳዊ ህይወት ተይበሰልና ኣፍቃሪ ተለይ ንሕዝ መኻሪት እያ ኣነ ማለት ባህሊት እየ ማለት እዩ ተይበሰልና እዩ ማለት እዩ ብስለት ብዙሕ ነገር እዩ እግዚኣብሔር ኣምላኽ መዓልቲ መዓልቲ ክትፈልጦ ከለኻ ሓድሽ ኢኻ ትረክብ ማለት እዩ እንዶም እዚ በይናውነት ዝኾነ እዚ ማለት ሲንግል ማለት እዩ ሲንግልና ክንጥቀሞ የድልየ ዝግበአና ማለት እዩ ምክንያቱ እዚ ፍቅራዊ ህይወት ሲ ሸክሚ እኮ እዩ ማለት ሓላፍነት እዩ ምሸ ንዕኡ ሲ ሓላፍነት ኢኻ ትሕዞ ካልኣይ ካሊእ ሕጊ ኢኻ ትብልኻ ቢያንስ እኳ ክት ንዕኡ ልዕሊ ርእስኻ ልዕሊ ነብስኻ ተለየፍቀርካዮ ከም ነብስኻ ግን ክተፍቅሮ ክትግደድ ኢኻ ማለት እዩ ስለዚ ከምቲ ልብለኩም ኣለኹ ሓላፍነት እዩ። ንዓናሰ ካልኣይ ሰብ ምህላው ማለት ሓላፍነት እዩ። ብኣግባቡ እግዚኣብሔር ኣምላኽ ክንረኽበሉ ንግበእና ነበረ። ሓሳባትና ንእግዚኣብሔር ኣምላኽ ወፊና ብጸሎት ይኹን ንተግህሉ ዝነበረ ብስግደት ይኹን ንተግህሉ ዝነበረ ሓሳባትና ብኻሊእ ክጽመድ እዩ ማለት እዩ። ቀሊል የኾነ ብዙይ ክጽመድ ስለልኽእል ኣነ ተልብል ተልብል ማለት እዩ። እግዚኣብሔርስ ምንም ይኹን ምንም ኣብኡ ተጸጊዕካዮስ እሞ ኸኣ ኻልኣይ ሰብ ካልኾነካ ከስእነካ እዩ ማለት ዘይሕሰብ ነገር እዩ። ኣይ ንሸኩል ይስማዕ ኣሎ ዶ? ኣይ ንሸኩል ኦኬ መንፈሳዊ ህይወትና ንብሰል ቢያንስ ቢያንስ መንፈሳዊ ህይወት ጀሚርና ልሃለና ልሰለስተ ዓመት ተንምሃር ልበይንና ማለት እዩ ኣፍቃሪ የብልና ምንም የብልና በይንትና ማለት ተንበስል ልበይንትና ክልተ ወርሒ ሰለስተ ወርሒ ጌርካ መንፈሳዊ ህይወት ይመሃር እየ እሞ መንፈሳዊ እየ ልደሊ ተልካ ናይ ምምዝዛን ዓቕምኻ ዝተሓተ እዩ ዝተሓተ እዩ ስለዚ ቢያንስ ምስ እግዚኣብሔር ኣምላኽ ሲንግል ኮይና ከምቲ ለክን ኣለኹ ተልምረፅ ተልምረፅ ይብለክን ኣለኹ በይንኽን ኮይንክን ምስ እግዚኣብሔር ኣምላኽ ለለና ርክብ ተነጠንክሮ ምስ እግዚኣብሔር ኣምላኽ ለለና ርክብ እንድሕር ለየጠንኪርናዮ ኮይንና ምስቲ ካሊእ ሰብም ፀውራ ኢና ንኾን ኣይበሰልናን ገና ኢና ልበሰልና ኮይኑ ይስምዕና ኣለ እምበር ገና ኢና ገና የይበሰልናን ኢና ምስ እግዚኣብሔር ኣምላኽ ለለና ርክብ ተነጠንክር እንዱም ቅዱስ ጳውሎስ መስለን እንተዘይተጋግየና ማለት ኣብ ዓለም ንዘነብሩ ዘለዉ ሲ ሓደ ቦይኑ እንተኾይነ እግዚኣብሔር ከሕጉሶ እዩ ዝፅዕር እ ኻልኣይ ሰብ ተደሪቡ ኻልኣይ ሰብ ተልይዎ ግን ወይ ንሰበይቱ ወይ ንሰብኣያ ክትሕጉስ እያ ትፅዕር እዩ በለና ዝገርም ቃል እዩ በእውነትዋ ንሕና ከዓ በይንና ዝሃለና ነፃነትና ዝሃለየና እውነት ለመናገር ፍቲ ነፃነት ኣለዎ ማለት ኣይኮነን እዩ ግን ሓላፍነት ይወዝሖ ይብለኩም ኣለኹ ሓላፍነት ስለዘለዎ ታለላትና ለበይንትና ዝኾና ሲንግልና ተለይ ንጸልኦ ብኣብዝሓ ዓርከይ ሒዛ ዓርከይ ከምዚ ኮይና ምናምን ዕድመይ ከደ ምናምን ኢልና ስለ ንሽኩል መጀመርያ ርእስና ተንሰርሕ ቢያንስ እኳ ቢያንስ ልኻሊ ተለይ በልና ሸኽሚ ግን ኣይንኾንን ኢና ቢያንስ እኳ ቢያንስ ኣዋኣቲና ኣይንጉዳእን ኢና ምክንያቱ ኣተሓሳስባና በሲሉ እዩ ቢያንስ እኳ ቢያንስ ኣዋኣቲና ንእግዚኣብሔር ኣምላኽ ኣይንርስዖን ኢና ድሕር ለይ በሰልና ኮይንና ግን ንእግዚኣብሔር ኣምላኽና ናይ ምግዳፍ ተኽእሎና ብጣዕሚ ዝለዓለ እዩ። መንፈሳዊ ህይወትና ናይ ምጓዓዝ ብጣዕሚ ዝተሓተ እዩ። ንሕና እኳ ናብኡ ክንመርሖ ተለይከኣልና ናብ ዓለማዊ ሒዞም ናብ ዓለማዊ ህይወት ናይ ምእታው ተኽእሎና ብጣዕሚ ዝለዓለ እዩ። ስለዚ ምብሳል የድልየና፣ ምርግጋዕ የድልየና። ተራጋግዑ ኦኬ፣ ተረጋግዑ። ካብዚ ዓይነት እሊ ክብሉ ኣለኹም ብጣዕሚ ግዜኹም ብጣዕሚ ተጠቕሙሉ ማለት እዩ። ተጠቐምሉ። ምኽንያቱ ንስኻትኩም እዚ ፍቕራዊ ህይወት ማለት ናብ ሓዳር ዘምርሕ እዩ። ከምቲ ናይ ሎሚ ዘሎ ጨዋታ ጨዋታ ጨዋታ ይኾነን። ኦኬ መንፈሳዊ በተለይ ከምዚ እንጓዓዝ ብስርዓት ብኣግባብ ክኾን እኒኦ ማለት እዩ። ብኣግባብ ብስርዓት እንተኾይኑ ንሕና የትም ኮነ የትም ኣይንወድቅን ኢና ብለኩም ኣለኹ። ኣብ ቤት እግዚኣብሔር ዝኾነ የትም ቦታ የትም ኣይወድቅን እዩ። ስለዚ እዚን ክንሓስበሉ ኣለና። ኣቱም እሺ ብከምዚ ዓይነት ተዓሺና ሓደ ግዜ ለኣተናዮ ከዓ ገለገለ ክብለኩም እዩ ሓደ ሓደ ማለት እዩ ምክንያቱ ብከመይ ከም እትኸድዎ ማለት እዩ ኣቱም ለይኣተና ግን ኣብኡ ክውድእ ማለት እዩ ኣብ መንፈሳዊ ሂወት እንዳሃለና ግን ኣፍቃሪ ገና ለይሓዝና ከዓ ከምቲ ለኩም ለኹ ተረጋግዑ ማለት እዩ ተረጋግዑ ርእስኹም ኣብስሉ ርእስኹም ስርሑ ርእስና ንስራሕ ማለት እዩ ርእስና እንተሰሪሕና ተካልኣይ ኣካል ንምቕባል ቀሊል ይኾነና ማለት እዩ ምክንያቱ ንሕና ካብዚ ነገራት እዚ ዓድለይ ምውዓል ከምቲ ኣለኩም ኣለኹ ብክልተ ኢኻ ትነብር ወይ ከዓ ብምንኩስና ወይ ከዓ ብሓዳር ስለ ዝኾነ እዚ ነገራት እዚ ንውር እዩ ማለት እዩ እግዚኣብሔር ኣምላኽም ዝፈቐዶ እዩ ማለት እዩ ግን ኣካያይዳና እንድሕር ዓሪናዮ ኮይና ንኣና ዘልመዐና እዩ ኣካያይድናና እንድሕር ዘቢልና ዘይዕሪና ኮይና ከዓ ንኣና ምስቅልቅልቅልቅል ለብለና እዩ ማለት እዩ ስለዚ ተረጋግዑ ንረጋጋዕ ማለት እዩ። እግዚኣብሔር ኣምላኽ ብልተረጋጋዕናሉ ብልፈለጥናሉ ቁፅሪ ብጣዕሚ ከሐጉሰና ዳሕራይ ምክንያቱ ሕዚ ንምሃር ንምንታይ ኢና ናጋ ደቅና ብኸመይ ከም ንዕብዮም ሕዚ ንምሃር እንታይ ኢና ማለት እዩ እቲ ካልኣይ ኣካል ምሳና ልመፅእ ብኸመይ ከም ንሕዞ ሕዚ ንምሃር እንታይ እዩ ማለት እዚ ሓላፍነት ናይ ኣብ ሓዳር ዘሎ ሓላፍነት ብኸመይ ትኸዶም ሕዚ ንምሃር ከም ደቂ ኣንስትዮ እንታይ እዩ ደቂ ኣንስትዮ ብኸመይ ናይ መፅሓፍ ቅዱሳዊ ዘላ ሰበይቲ ማለት እዩ ምሳሌ ዘላ ከመይ ዓይነት ከምኣ ንኾን ከመይ ዓይነት ንኾን ከምኣ ከመይ ዓይነት ከ እግዚኣብሔር ኣምላኽ ነስምሮ ከመይ ዓይነት ከ ሓሳባትና ከ ኣብዚ ለለና በተለይ ስደት ንዘለና ዝወፃና ዕላማ ከ ነሳኽዖ ብዙሕ ነገር እኮ እዩ ዘሎ በእውነትዋ መንፈሳዊ እዚ ኮይንካሲ ሓሳብካ ካብዚ ካብዚ ካብዚ ካብዚታት ክትቁጠብ ተለኻ ዕላማ ናይ ምስኻ እኻ ዝለዓለ እዩ ብለዓብ ደሞ ስርዓት ናይ እግዚኣብሔር ሕጊ ናይ እግዚኣብሔር ስለልተኽብር ኣብ ምድሪ ዘለኻ ትልደለኻዮ እኳስ ብዙሕ ነገር ኢኻ ትገብር ማለት እዩ ሲንግል ምዃን እንግዲህ ላብ ካሊእ ካሊእም ከይትወስድኦ ማለት እዩ ተሓሳስባ ብደንብ ክትበስል ብደንብ ርእስኻ ክትሰርሕ ዝገብረካ ዕድመ ዝገብረካ ክይደት እዩ ማለት እዩ ስለዚ ኣይትፅሎ ኣይትፅልዎ ተጠቐምሉ ተጠቐምሉ ኦኬ ናይ ምንባብ ክእለትካ ተማዕውለሉ እዩ ብዙሕ ነገር ክትሰርሐሉ ትኽእል እዩ እና ተትጥቀምሉ ፅቡቕ እዩ እሺ ኣብ ከምዚ ዓይነት ኣሊና ግና ከዓ ማለት ብኻሊእ ኻሊእ ተይበሰልና ይልኣተናዮ እንደጋጣሚ ከምቲ ለኩም ብምሽኳልን ብኻሊእ ብዙሕ ምኽንያት ኣለና ናብዚ ህይወት እዚ ይልኣተናሉና ከምዚ ዓይነት ለጋጠመና ከዓ ብኸመይ ትኸድዎ ብኸመይ ትቃንይዎ መጀመርያ ላይ ኣቱም እንሕዝ ከዓ ንኽእል ብዝተኻልና መጠን መንፈሳዊ ሰብ ተለኾን ፅቡቕ እዩ ኣነ ከባራረየ ይኽእል እየ ኣነ ክቕይሮ ይኽእል እየ ልበሃል ከም ኣነ ማለት እዩ መቸስ ኻሊእ እምነት ልበርትዐ ክህሊ ይኽእል እዩ ከም ኣነ ግን ልርእሰይ ክቕይራ ለይከኣልኩ ናይ ሰብ ህይወት ንምቕያር ብጣዕሚ ይኸብድ እዩ ግዜ ይወስድ እዩ መስዋእት ይሓትት እዩ እዚ ጌርካ ግን ክቐየር ይኽእል እዩ ትሰብ ማለት እዩ ከምዚ ከማይ ድኽም ልበልና ተሊና ግን ለኣናስ ክሕግዘና ልኽእል ተንመርፅ ማለት እዩ ዘው ላበልና ናብ ካሊእ ተለይ ንኣቲ መጀመርያ መጀመርያ ላይ ንስኻ ኮይንካ ክትርከብ ኣለካ መንፈሳዊ ሰብ እየ ልደሊ ትብል ተኾይንካ ዓርስና መጀመርያ መንፈሳውያን ክንከውን ኣለና ማለት እዩ ንፅሊ ሰብ እየ ልደሊ ንብል ተኾይንና መጀመርያ ንሕና ንፅሊ ኮይንና ሰባት ክንርከብ ኣለና ማለት እዩ በቃ ብዙሕ ነገራት ኣሎ ማለት እዩ እና እዚኦም ኣማዛዚና ኣማዛዚና ናብ እግዚኣብሔር ዝቐረበ ተልኾን ተልኾን ባህሊት እዩ ማለት እዩ ናብ እግዚኣብሔር ዝቐረበ ኮይኑ ተሰሚዕና ከዓ ደደይ ኮንና ብዙሓት ንህሊ ንኽእል ኢና ማለት እዩ ምክንያቱ ኣመራርፃና ብሽኮላ ስለ ዝኾነ እንዶም እንዶም ኮንካስ ኣብ ፍቕሪ ኣቲኻ ናይ ምምዛን ዓቕምኻ ብጣዕሚ ዝተሓተ እዩ ማለት እዩ ብጣዕሚ ዝተሓተ እዩ ክተስተውዕሉ ዝግበኩም መጀመርያ ላይ ክትኣትውዎ ተለኹም ህሩግተነ ይልምን ማለት እዩ መጀመርያ ከዓሲ ንምፍላጥ ንምፍላጥ ለኣክልሲ ተስማዕሚና ተልናኣት ማለት እዩ ልምንታይ ዲብ ቀልጢፍና ላብ ፍቅር ስለናኣቲ ክንምም ኣይንኽእል ኢና፣ ክነለልም ኣይንኽእል ኢና፣ ክንመሚ ንፅባሕ ንመፃኢሲ ክንፈልጦም ኣይንኽእል ኢና እቲ ሰብሱ። ሰብ ፀኒዕካ ኣይፅናዕን እዩ ብርግፅ ግን ብዝተኽኣለካ መጠን ትፈልጦ ትኽእል ኢኻ፣ ውዕልኡ ትፈልጥ ትኽእል ኢኻ፣ መን እንታይ ኢሉ ውዕል ተኸኢ ልገብር ዕላለ ከንታ እዩ እንታይ ልዕልለካ ስለ መፃኢ ህይወት ዝልዕለካ ስለ መንፈሳዊ ህይወት ስለ ክርስቶስስ መቼስ ሰብሲ ለይወልዖ ኣየጉስዕን እዩ ማለት ለወልዖ እዩ ለጉስዕ ንሕና ከዓ ዝተምሃርናዮ እንሓሶ ውሽጥና ኢና ንደገ ነውፅኦ ንተፍኦ ማለት እዩ እና እንታይ እዩ ልዕልለኒ ማለት ብደንቢ ኣብል ኣቢልና ተንሪኦ ስለ ክርስቶስ የውግዕና ዶ ስለ መፃኢ ህይወት ስለ መንፈሳዊ ህይወት የዕልል ዶ ክንደክም ከለና ከምዚ ግበሪ ይብለና ዶ ዝላ ሰማዕኹምስ ላይክ ለየገርኩም ክንበኣስ ኢና እትም ሰባት ክንበኣስ ኢና ኦኬ እና እንድሕር ከምዚ ኮይና ኣብ ልደኸምና ኣሎ ቁፅሪ ማለት መንፈሳዊ ዝለ ተብለ ኣጋጠመና ቁፅሪ እንድሕር ለልዕለና ኮይኑ ምክንያቱ ሲ እንድሕር ልመርሐና ኮይኑ ናብ እግዚኣብሔር ዘፀግዐና እንተኮይኑ ትሰብስ ወይ ታሰብሳ እነት ደስ ይብል ግን ወይም ስለ እግዚኣብሔር ዘይፈትዎ ነገራት እ ክትብሎ ከለኻ ወይ ከዓ ኣይኮን ኢልካ እንትን ክትብሎ ከለኻ ምልስ ልብል ተኮይኑ ትሰብሱ ንእግዚኣብሄር ለሎ ቅርብ እዩ እዚ ሰብ እዚ ማለት እዩ ብዙሕ ነገር ክትመሚ ትኽእል ኢኻ እንዶም ደቂ ኣንስትዮስ ብተፈጥሮ ዝተዋሃበና ውህውተሲ ውሽጥና ዝስምዐና ነገር እውነታ ኣሎ ማለት እዩ ምክንያቱ ውሽጥና ተዳምፆ ተለና ሲ ዝኾነ ነገር ካባና እነንብቦ ነገር ኣለና እሱም ምድማፅ ውሽጥኻ ምድማፅም ፅቡቕ እዩ ብፀሎት ምብርታዕም ፅቡቕ እዩ እዚ ነገራት እዚ ዚታት ዚታት ነገራት ጌርና ካብኡ ከዓ ከምትለኩም ለኹ ወዲ ሰብ ካብ ኩሉ ነ ካብ ክልተ ነገራት ስለ ዘይሓልፍ እዚ ነገራት እዚ ብድሕሪኡ ተተቀበልና ንሕናም ብመንፈሳዊ ሂወት በርቲዕና ቢያንስ ንካሊእ ሸክሚ ኣይንኮን እዩ ዓርስና ንክእል ኢና እና እዚ ነገራት እዚ ጽኒዕና ንከድ ተኮይንና ንሕና ኣብ ኩሉ ነገር እግዚኣብሔር ዝሰመሮ እግዚኣብሔር ዝተሓወሶ ሂወት ይህልወና ማለት እዩ ተለየለ ከየማረጽና ስእልና ዘው ኩላህልና ንኣቲ ክንደረደረሉ ዘይንክእል ነገር ከየፍለጥና ምክንያቱ ሓምቲ በልኩም ዝሙት ምንም ምንም ምንም ክትደረርለይ ትኽእል ነገር እዩ ካብቶም ኣብ ድርድር ለይኣትዉ ሓደ እዚኣቶም እዩ ማለት እዩ እሞ እዚኦም ከዓ ውዒሉ ሓዲሩ ካብዚኦም ስለ ለይተርፍ ውዒሉ ሓዲሩ ከምዚ ዓይነት ክፍጠር ስለ ልኽእል እዚ ዓይነት ከ እግዚኣብሔር ኣምላኽ ልምስትእንጋደው ልቦናና በቃ ኣነ እሞ እግዚኣብሔር ኣምላኽ ለይፈትዋ እዛ ነገር እዚኣ ንስኻ ከኣ እዚ ነገራት እዚ ትብለኒ እንተኾይንካ ብዛ ዝሙት እዚኣ ኣይስማዕምዕይን እየ ክብል ከሎ በቃ እሞ ሕደግዮ ክብለካ ከሎስ እትሓድግ ድኻወይ ናብ መን እየ እንሓድግ ወድናወይ እዚኣ ክንሓድጋ ኢለይ ክንሓድጋ ግን መጀመርያ ንሕና ምስ እግዚኣብሔር ኣምላኽ ጥቡቕ ርኽክብ ክህልወና ኣሎ መኣዝ ቅድሚ ፍቃር መሓዝና እትን ሰባት እንድሕር ከምኡ ባህል ምላሽ እንድሕር ተውሂቡና ኮይኑ ሕመም ወይ ሕማም ክህል ይኽእል እዩ ኦኬ ሓሚምካ ግን ኣይተርፍን ኢኻ ፈዋሴ ድውያን ፈዋሴ ናይ ልቢ እግዚኣብሔር ኣምላኽ ከም ዘሎ ስለልትኣምን ኣይትደራደርን ኢኻ ከም ዘይሓድገካ ከዓ ስለልትኣምን ኣይትደራደርን ኢኻ ስለዚ ዓርስና እንድሕሪ ኣርሲልና ኮይና ብዚ መንገዲ እዚ ንሕና ኣይንወድቕን ኢና ድሕር ግና ለይ ለይ ለይ ላልና ብግቡእ ክንደራደር ለይንኽእል ምስ እግዚኣብሔር ኣምላኽና እኳ ድሕር ዘይቐመጥና ኮይና ግን ተዘፈቕቲ ኢና ማለት እዩ። እሺ ሌላ ክስታይ ንዘለና ማለት እዩ ኣብኡ ንዘለና ኣብ ፍቕራዊ ህይወት ኣቴና ርእስና ኣብሲልና ያው ልመፃኢ ህይወት ህይወት ሓድሽ ህይወት ክነብረና ምስ ክርስቶስ ንእግዚኣብሔር ኣምላኽ ዘሕጉስ ናብራ ክንነብር ዝሓሰብና ከዓ ገለገለ ክብለኩም ማለት እዩ እኩም ትለኩም ኣለኹ ኣብ ስደት ብጣዕሚ ብጣዕሚ ብጣዕሚ ከቢድ ፈተና ዘለዎ እዩ ብሕልፊ ከዓ መንፈሳዊ ህይወት እንመሃር ዓብዪ ፈተና ከም ዘለና ክንርሶዕ የብልና ኢና ግን ፈተናና ብእግዚኣብሔር ኣምላኽ ከም ንስዕሮ ከዓ ንኣምን ኢና እና መንፈሳዊ ህይወትና ተምሃር ከምዚ ፈተና ምናምን እምበኣር ዝያዳ ንሕና ከም ንፍተን ክንፈልጦ ኣለና ምክንያቱ እቶም ካልኦት እማ ካልእ ኣለዉ ንሕና ግን ብቃ ኣምለጡኒ ልብል ናይ ጸላእ ሰናያት እንትን ስለ ዘለዎ ዝያዳ ከዓ ንሕና ተፈተንቲ ኢና ማለት እዩ ስለዚ ብኸመይ እዩ ትፈተናና እዚ ክነጓድለን ንግበአና ምክንያቱ ከምቲ ኣለኩም ኣለካ ኣብ ስደት ኮይና ከቢድ እዩ ቢያንስ ቢያንስ ከምቲ ኣለኩም ኣለኩ ግን ምስ እግዚኣብሔር ኣምላኽ ለለና ርክብ ተልጥንክር መጀመርያ ይብሎ መጀመርያ ካብኡ ተጠንኪሩ ዳሕራይ ዳሕና እዩ ክንስዕሮ ኢና ማለት እዩ ስለዚ መጀመርያ ላይ ናብቲ ህይወት ንሱ ንዘለና ናብዚ ህይወት እዚ ንዘይምእታው ማለትም ናብዚ ሞት ማለት እዩ መቸስ ሓሰሪ ሓዊ ብሓደ ተቐሚጦም ለይቃፀልሉ ዕድል የለን ሓቀይ ኦኬ ሒዝክና ንይኸን ንሕና ከዓ ኣብ ከምዚ ዓይነት ክንብል ከለና መጀመርያ መንፈሳዊ ሰብ ተንመርፅ ካብኡ ርእስና ተነብስል፣ ርእስና ተንሰርሕ፣ ካብኡ ኸኣ ምስ እግዚኣብሔር ኣምላኽ ለለና ርክብ ተዝጥንክር፣ ካብኡ እውን ከምዚ ዓይነት ህይወት መጀመርያ ክንህሊ ከለና መጀመርያ ናብ ፍቕሪ ተደይንኣቲ መጀመርያ ምፍላጥ ተልቕድም ምፍላጥ ማለት ምፍላጥ ማለት ኣነ እዚ እዚ እዚ እዚ እዚ ምስ እግዚኣብሔር ኣምላኽ ከራኽበኒ ልኽእል ምንም ልደራደረሉ ለይብለይ ምንም እዚ ሓሳብ እዚ የቕሚጥና ለምሳሌ ኣነ ኣብዚ ዓዲ እዚ ምንም ዝኾነ ምንም ዝሙት ዝፍፅመሉ ምኽንያት የብለይን እየ ኣነ ናተይ ሕጊ ብቅዱስ ቁርባን እዩ ክልተ ተን ክንደራደረለን ዘይግበአና ከም መንፈሳዊ እኳ ክንኸድ ከለና ማለት እዩ ኣብዚ ዓዲ እዚ ማለት እዩ ቅድሚ ዝኾነ ይኹን ነገራት ርክብ ዶ ካሊእ ካሊእ ዝሙት ባዕሉ ዶ ንወለዋ ንፍፅመሉ ምክንያት የብለይን ኢልና ካብኡ ደሞ ተበበል ሳልሳይ ደሞ ያው ፈተናታት ምክሊ ስለ ዝኽእል ንዒ ደሞ ክርእየኪ ንዒ ደሞ ከምዚ ክኾን ንዒ ደሞ ሓደ ግዜ ዶ ክልተ ግዜ ዶ እንታይ ፀገም እኒኦ ንክልተ ግዜ ንሰለስተ ግዜ ምናምን ልበሃል ነገር ክህሊ ስለ ዝኽእል በተለይ በተለይ ኣብ ሓደ ዓዲ ንነብር ማለት እዩ ኣብ ካሊእ ዓዲ ንነብርማ በለፅ ኣሰየ ኣብ ከምዚ ዓይነት ግን ፈታኒ ስለ ዝኾነ ኦኬ ሒዝክናኒ ከምሸይ ከምዚ ልበሃል ስለለሎ መጀመርያ መጀመርያ ላይ ርእስና ንመዝን ማለት እዩ ማለት ርእስና ንፍለጣ መን እየ ኣነ መን እየ ኣነ ከምዚ ዓይነት ድርድር ኣቲና እንድሕር ንብል ኮይና ምክንያቱ ንሕና ዳሕና ይመስለና ምንም ላይ ይመስለና ኣይ ዳሕና እኮ እየ እኒኹ መንፈሳዊ ህይወተይ ምናምን ንብል ሓደ ግዜ ወፂኻ እኮ እዩ ቆልዓ ሒዝና እንምለስ ዘለና ብእውነትዋ ያሳዝናል ከዓ ንህይወትካ በቃ ኻሊእ ኢለ ሓሰብካዮ ምስ ቅልቅልቅል ለብለና ለሎ እንዶም ኣቦታት ሓደ ሓደ ክብሉ ከለውሲ ኣብ ዓዲ እኳ ዓዲ ለለዉ ማለት ይትረፍ ሞ ስደት ንዘለና ይትረፍ ኣብ ዓዲ ንዘለዉ እኳሲ ኣብ ጭር ልበለ ኣብ ቦይንኹም ኣብ ሰብ ለለዎ ኮይንኩም ኣውግዑ ይብሉ ማለት እዩ ኣውግዑ እንግዲህ ተቃልለይ ምጥቃሚ ኣውግዑ ይብሉና ከውግዑ ብሓደ እንተለዉ ግን ሰብ ለለዎ ክኾነ ኣለዎ ንሕና ከዓ ከምዚ ዓይነት ሰብ ለይብሉ እሞ ከዓ ካሊእ ካሊእ ኣብ ስደት ንዘለና በተለይ ማለት እዩ እና ከምዚ ዓይነት ክኾን ከሎ ሓንቲ መዓልቲ ድያ እሞ ጠንኪረ እኒኦኹ ድሓ ደኣ ኮንኩ ርእስና ይንእመን ማለት እዩ ከምዚ ልባል ኣይሰርሕን እዩ ወይ ፈሊጥና እዛ ነገር እዚኣ ንእተዋ ወይ ከዓ ፈሊጥና ዓሪፍና ንቀመጥ ማለት እዩ ናመነ ብዙሕ ነገር ይለማሳቕለልና ካብኡ ሓሓሊፉ ከኣ ለይሓሰብናዮ ሓደ ቆልዓ ለይሓሰብናዮ ካሊእ ለይሓሰብናዮ እሞ ከኣ ቤተሰብና ብዙይ ይፈልጡ እሞ ከኣ ናይ ዓልትና ብዙይ መንፈሳዊ ህይወትና ኣይጠንኪርና እሞ ከኣ ብዙሕ ነገር ሕንፍሽፍሽ ብዙሕ ነገር እዩ ዝፍጠር እና ኣብዙይ ተንጥንቀቕ

ትርጉ እዙይ በቃ ካሊእም ትርጉምም የብሉን እዩ ብስሩ ስጀመርም ልግዜያዊ እዩ ቀሪብካ እኒኦ ብስሩ ስጀመርም ብስሩ ኣውዚ ናይ መንፈሳዊ ህይወት ይኹን ድሌት ይኹን ህይወት ይኹን የብሉ ድሌት ማለት እዩ ገና ዳሃለኻ እሊ ምፍላጥ ብዙሕ ነገር እዩ ዝጠቕመካ ገና ዳሃለኻ ዲብተይ ኣተኻይ ማለት እዩ ካልኣይ ተፋሊጥካ ንበል እሺ ተፋሊጥካ ከምቲ እትደልዮ ሰብ ኮይኑልካ ክትረክብ ትኽእል ኢኻ ማለት እዩ ከምቲ እትደልዮ ሰብ ኮይኑ ብስርዓተ ቤተ ክርስቲያን ብመንፈሳዊ ህይወት ምስ ጠንከረ ዳሕናን ክድግፈካ ዝኽእል ንስኻን ከምኡ ክትድግፎ ትኽእል ንሱም ንእሽተን ብስል ዝበለ ንስኻን ብስል ዝበልካ ትኾይንካ ኣሰይ እሺ መረጽና ኣብ ምምራጽ ምበጻሕና ማለት እዩ ብድሕሪኡ ከ ታይ ይቅጽል ተፋሊጥካ ኩሉ ነገር ምስ በጻሕካ ደሞ ክንገብሮ ዝግበእና ካልእ ከኣ ታይ እዩ ኣብ መንጎ ርክባትና ኣብ ለሉ ሕድሕድና ርክብልና ክስካብ እቱ ንሕና ዝሓሰብናዮ ዝሳካዕልና ነገር ዕላልና ፕሮግራም ተነውፀሉ ማለት እዩ ፕሮግራም መውፂና ተንጓዓዝ ንምንታይ ሓደ ፈተናና ክቐልልና ከምቲ ኣለኹም ኣለኹ ሓሰር ይሓውይ ስለ ዝኾነ ሓደ ፕሮግራም ተነውፅእ ዕላልና እንታይ እዩ ሕድሕድ ኣውፂእና እንተሓታተታ እዩ ጥያቄ ስለ መንፈሳዊ ህይወት ልማዕንት እንድሕር መፅሓፍ ቢያንስ እኳ ቢያንስ ስለ መፅሓፍ ኣብ ህይወትና እኳ ክቃኒልና ንኽእሉስ መፅሓፍ ናይ ሲራክ ኣሎ ማለት እዩ እና ሲራክ ማለት ብዝኸኣለካ መጠን ኣብታ ንእሽተን ግዜ ረኸብካያ ስለ መጽሓፍ ቅዱስ ሓደ ሓደ ኣርእስቲ ክልተ ኣርእስቲ ላልዕልካ ምንባብ ማለት እዩ። ናትካ ባህሪ ንዕኡ ለይስማዕምዖ ክህሊ ይኽእል። ንስኻ ናትክም ናትናን ንዕኡ ለይስማዕምዖ ክህሊ ስለ ዝኽእል እዚ ነገራት እዚ ላተመሃሃርካ ትኸድ ማለት እዩ። ሲራ ከምዚኣ ይብለኒ ኣሎ እዚኣ ስለ ኣየኮ እያ ማለት ብቐልድም ይኹን ብካልእ ይኹን እዚኣ እኮ ለኣየ እያ ናተባሃልካ ትኸደሉ ግዜ ይኾነልካ። ብቃል ኣምላኽ ዝተቃነየ ይኾነልካ ማለት እዩ። ካብኡም ብጸሎት ምትሕስሳብ ማለት እዩ ኣዚና ኣዚና ስለቲ ምሳና ዘሎ ስለ መጻኢ ህይወትና ክንጽለ ኣለና ማለት እዩ ምክንያቱ ዕድል ናናስ ህይወትና ምስቅልቅል ንኸይወፅእ ብዝተኻእለና መጠን እግዚኣብሔር ኣምላኽ ንክመርሐና ምፅላይ ማለት እዩ ካብኡ ከምትለኩ ሓደ ጥቕሲ ላልዕልካ እዚ መፅሓፍ ቅዱስ ለልዕልካ ምንባብ ካሊእ ብካሊእ መዓልትም ካሊእ ጥያቄታት ለልዕልካ ስለ መፃኢ ህይወት ከመይ ኢካ ብስጋዊ ይኩን ብመንፈሳዊ ይኩን ላምፃካ ተዕልሎም ዕላላት ክህሉ ይክእሉ እዮም ኣውዚኦም ተንሕልፎ ማለት እዩ ሕድሕድ መዓልትታት ቢያንስ ኣብ ሰሙን ክልተ ግዜ ንደኣወል ተኮይና በዝሕም ዘይምድዋል ለይትን ቀትሪ ለይቲ ቀትሪ ስራሕ ኮልና ማለት እዩ ብሕልፊ ደቂ ዓረብ ዘለና ሲ ኣደ ዓረብ ዘለና ግዜም ኣይክህልወናን እዩ ግን ከምዚ ዓይነት ዕድል ተረክባት ኮንክን ኩሉ ግዜ እዮም ዘይምድውዋል ማለት ቢያንስ ክልተ ግዜ ኣብ ሰሙን እኹል እዩ ማለት እዩ ኣብአን ድማ ስለቲ ሓንቲ ወይም ሰለስተ ግዜ ተኮይነን ሓንቲ ስቁልካ ትፃወተላ ሓንተን ክልተ ከዓ ስለ መንፈሳዊ ህይወት ስለቲ መፃኢ ህይወትካ ኣልዕልካ ትዕልሉ ክኾን ይኽእል እዩ ማለት እዩ ከምዚ ተኮይኑ ናተቃነየ ህይወትካ ይልኸል ናይ ምርባሽ ዕድሉ ወይ ከዓ ስኻም ናይ ምርባሽ ዕድልካ ዝተሓተ እዩ ስራሕካ ትፅመድ ኩልሻዕ ማለት እዩ ከምዚ ተኮይኑ ፅቡቅ እዩ ማለት እዩ ካብኡ መጨረሻ ላይ ድማ ምስ ተስማዕማዕናሉ ኣብኡ ሰናይ ኮይንልና ምስ ረኸብናዮ ድማ ቁም ነገር ክበፅሕ ተርእናዮ እንተኮይና ወይ ቁም ነገር ምብፃሕ እንድሕር ግምት ኣሊና ኮይኑ ልቦናና እንድሕር ኣሚንሉ ኮይኑ ብክልተ ሳይድ ማለት እዩ ስላ ፍቀረካ ስኻ ለይተፍቅሮ ተኮንካሲ ለይምምሳል ፅቡቅ እዩ ብእውነቱ ንዕኡ ሂወትን ምሕሳብ ማለት እዩ ንዕኡ እንዳሓሰብካ ወይ ከዓ እቲ ካልኣይ ኣካልካ ለሎ ልሓሰብካ ማለት እዩ በቃ ብፈሪሃ እግዚኣብሔር መጀመርያ ንሕና ሰብ ትኽክለኛ ሰብ ማለት ፅቡቅ ክኾነልና ዘይኮናስ መጀመርያ ንሕና ፅቡቃት ንኹን ማለት እዩ። መጀመርያ ንሕና ፅቡቃት ንኹን፣ መጀመርያ ንሕና ፈቀራት ንኹን፣ መጀመርያ ንሕና ብዙሕ ነገር ይሃልወና ማለት ካብ ካሊእ ለለዎ ክንፅበ ማለት እዩ። ስለዚ ለይትፈትወት ኮንካ ገለ ይሃሊ ኣብዚ ነገራት ብዙሕ ነገር ዝፍጠሩ ስለ ዘለዉ እዮም ብኣብዝሓ ኣብዛ ዓዲ እዚ በተለይ ለለው ቀፃልነት የብሎምን እዮም ማለት እዩ ተሪኢኻዮም ቀፃልነት የብሎም እዩ ተሪኢኻዮም ቀፃልነት ብመንፈሳዊ ይኹን ብዓለማዊ ይኹን ማለት እዩ እና ኣብዝሓ ይፈትወኒ ዳኣ ኮነ የፍቅረኒ ዳኣ ኮነ ምናምን ንብሎም ነገራት እንድሕሪት ግድፍ ኣቢልና ለይጠቕመና ትኾይኑ ገና ንሓለየ ላስተውዕልና ተንኸድ ማለት እዩ ካብኡ ደሞ ለለመበል ካልኣይ ፈተና ንኾነንኻ ብዙይ እቲ ሕውነት ምናምን ተየፃረን ኣይንፀንሕ ማለት እዩ እና እቲ ሕውነት ነገራት ከዓ መፅኡ ክርብሸና ይኽእል ወይ ከዓ ቤተሰብ ንኾን ወይ ከዓ በቃ ለየለ ይኾን ማለት እዩ እና እዚ ከዓ መጀመሪያ ላይ ተነፅንዑ ብርግጥ ይከብዳል እንግዲህ ማለት ለምሳሌ ኣብ ሓደ ዓዲ በተለይ ቴሌኮንካሲ ከምዚ ዓይነት ክትጥይቕ ይከብዳል ማለት ከታይ ከም ትብል ማለት እዩ እዚ ነገራት እዚ ብተኻእለና መጠን ተነስተኻኽሎ ሕውነት ከይህልወና ድሓር ሕውነት ምስ ኣለየና ኣብ ፍቕራዊ ህይወት ኣቲና ስለዘለና ስርዓት ናይ እግዚኣብሔር ኢና ንጥሕስ ማለት ኦረዲ እሞ ተፋቂርና ድእኒና ንሕታ ክንገብር ምስ ናይ እግዚኣብሔር ሕጊ ዝተፍርሶ በቃ ምስ ናይ እግዚኣብሔር ኣምላኽ ስትበኣስ ማለት እዩ እዚ ከዓ ብዝተኻእለና መጠን ተነፃርዮ ብዙሕ ነገራት ስለ ለፍረሰልና ማለት እዩ። ካብኡ ከዓ በቃ ስለ መፃኢ ህይወትካ በተለይ በተለይ ንሕና ኣብ ስደት ዘለና ከዓ ናይ ስደትና ዕላማ ከዓ ተንፍፅም ማለት እዩ። ስደትና ዕላማ ፈፂምና ከዓ ምስቱ ካልኣይ ኣካልና እንብሎ ተንስማዕማዕ ባህሊት እዩ ማለት እዩ። ከም መኣዲ ዝተረዳእኹዎ ከም መኣዲ ልሪኦ ነገራትን እለይ ኢለ ኣካፊለኩም እና ንሕና ከዓ ብዝተኻእለና መጠን እቲ ክንገብሮ ዝግበእና ላገበርና ተንኸይድ ቆንጆ እዩ ካእ ፅቡቅ እዩ ይብለኩም ማለት እዩ እምበር ብዙሕ ፈተናታት ይልልና ብመንፈሳዊ ይኹን ብዓለማዊ ይኹን ብዙሕ ነገር ፈተናታት ስለሎ በቃ ንሰምዕም ኣለና ኣብ ሚድያታት ንሰምዕ ኣለና ፌስቡክ ንርኢ ኣለና ብዙሕ ብዙሕ ነገር ስለሎ ኣግባብ ጌርና ተንኸድ ማለት እዩ ካብኡ ደሞ ብርግጥ እዚ ናትና ላይፍ ሲ ናትና ሂወት ማለት ሓወራዊ ተይልኾን ማለት ፕራይቬት ተልኾን በቃ ናይ ግልና ተልኾን ማለት ሓደ ናይ ግልና ክኾን ከሎ ክኾን ተኾይኑ ፅቡቕ ክልይ ይኾን ተኾይኑ ደሞ ፅቡቕ ንምንታይ ሕና ፕራይቬት ዝገበርናዮ ነገር ሕና ናይ ግልና ኢልና ዝሓሰብናዮ ነገር ህይወትና የባላሽየልና ንስምና ኳስ ኣይባላሽየን እዩ ማለት እዩ ከም ደቂ ኣንስትዮ መጠን በተለይ ሴትነትና ክንሕልዎ ይግበአና ማለት እዩ ናብቲ ላኸድና ወይ ከኣፍቲ ፕራይቬት ተለኾን ሕውእ ልኾነት ምሸ ሕው እዩ ሕውእ ተለኾን ህይወትና ፍቃሪ ሒዝካ ደኒእካ ኣሰየ ኣይሓዝካይ ደኒእካ ኣሰየ ብኸመይ ምክንያቱ እንታይ ይመስለኩም ንሓዝና ሒዝና ጢል ጢል ጢል ፈቐዱ እዩ ፌስቡክ ጢል ጢል ጢል ፈቐዱ ከምኡ እዩ ኔት ህይወትና በእውነት ያስገርማልካ እንግዲህ ምን ይባላል ብላችሁ ነው በቃ ጢል ጢል በቃ ቢያንስ ቢያንስ መሓዝና ሓንቲ ክልተ ይህልዋና ይኽእላ እየን ንዓኣተን ምምኻር፣ ንዓኣተን ምውጋዕ፣ ንዓኣተን ከምኡ ምባል ግን ፅቡቕ እዩ ማለት እዩ። ካብኡ ዝተረፈ ግን ክስካብ በተለይ በተለይ ክስካብ እዚ ኣብ ፍቕሪ ኣቲኻ ክስካብ እቲ ትፋለጠሉ እስካብ እርሰ በርስኻ ለይተፋለጥካ ሲ ዋላ ልቢ ሓዛኻ ምለይ ምንጋር ፅቡቕ እዩ። ንምንታይ ይመስለኩም ከምኡ ኣለኩም ኣለኹም ናይ ሰብ ምስማዕ ዕድል ብጣዕሚ ሰፊሕ እዩ ለለካ መሓዝኻ ዘይትሰምዐሉ ምክንያት ምሸ የለ መሓዝኻ ትሰሚዕኻ ኩሉ ነገር ኢኻ ትሰምዑ ማለት እዩ ናይ ምምዝዛን ዓቕሚ ከዓ ከኣል ታሕተ እዩ ምክንያት ከም ምኽሪ ሃምዚ ሃምዚ ዓይነት ሓሳብ ሃምዚ ሃምዚ ዓይነት ሓሳብ ኣብዚ ዓይነት ሲ እንታይ ሓሳብ ኣለክባ ክትብላ ትኽእል ኢኻ ማለት ምኽሪ ናይ ምቕባል ማለት ምኽሪ ክትቕበል ትኽእል ኢኻ እቲ ህይወትካ ግን ኣጸቢቕካ በዓልኻን ተትቓንዮ ጽቡቕ እዩ ሰብ ክመርሐልካ ዘይምግባር ጽቡቕ ኮይኑ ይስመዐኒ ማለት እዩ ካብኡ ከዓ ኣብቲ ልብፃሕ ምስ በፃሕና ከዓ ማሕዛና ተነገርና እዮም ፅቡቅ እዩ ማለት እዩ ንምንታይ ኣብቲ ልብፃሕ ብፃሕ ምኽርካ ክትምኽረና ሃምታት ስለዝኾነ ክንደጋገፍ ስለንኽእል ማለት እዩ እሙን ማሓዛት ተለየለ ግን ፌስቡክ እንታይ እዩ ትርፊ የለ በቃ ካልእ ካልእ ብዙ ብዙ ብዙ ብዙ ለሎ ካልእ የለ ትርፊ እዩ ማለት እዩ ስለዚ ፕራይቬት እንድሕር ጌርና ይኮይና ንሕና ናይ ግልና ብቻ እንገብሮ ተኾይናስ ንሰባት ኣይንዕንቅፍ። ሰባት ዝዕንቀፉ ለለዉ ባእና ልምንታይ መንፈሳውያን ተባሂለንስ ከምዚ ይገብራ መንፈሳዊ ተባሂሎምስ ከምዚ ይገብሩ ንበሃል ኣለና እንታይ እዩ ፕራይቬት ስለ ለይኮነ እዩ ንሕና ሂወትና ማለት እዩ ፈቐድኡ ስለ ነውፅእ እዩ ንሕና ከዓ ድኽመት ኣለና መቸስ ድኻም ናይ ብዙ ከዓ መንፈሳዊ ብዙ ከዓ ዓለማዊ ድብልቕልቕልቕ ዝበለሰ ሂወት ስለ ዝህልወና መዕንቀፊ ሰባት ንኸውን ማለት እዩ ድኻምና ፈሊጥና ግን ዓሪፍና ተተቐሚጥና ጽቡቕ እዩ ማለት እንድሕር ድኻም ኣሊና ኮይኑ ኦልሬዲ ድኻም ኣለና ብዙይ ናዓልትና ስራሕ ንገብር ብዙይ ከዓ ሚድያ ተንይንውፅኦ ብዙይ ከዓ ፕራይቬት ተንገብሮ ንመይንትና ተንገብሮ ጽቡቕ እዩ ሕቡእ ክኾን ከሎ ከዓ መርኣያ ናይ ሰብ ኢኻ ትኾን ሕቡእ ክኾን ከሎ ኩሉ ነገር ኣብቲ ድብፃሕ መቸስ ሰብሲ ሰሪሑ ከርእየካ ከሎ ደኣ እምበይ ተይሰርሐ ገና ከሎ ክልፍልፍ ከሎስ ዋጋ የብሉ ምሸ ሰሪሑ ከርእየካ ከሎ ግን ዋው ትብል ማለት እዩ ንሕና ከኣ እግዚኣብሔር ኣምላኽ ኣንሕና ብሰብ ዋው ወይ ከዓ ብሰብ እንትን ዘይኮነስ እግዚኣብሔር ኣምላኽስ ኣሰይ ደቀየ ክብለና ማለት እዩ ናብ ማነ ሰይ ደቀየ እንድሕር ኢልና ኮይኑ እግዚኣብሔር ኣምላኽ ሰብም ኣሰይ ተበለም ምንም ጸገም የውልዩ ማለት እዩ ቢያንስ ግን ንዓርስና ሓደ ንሕና ደቂ ኣንስትዮ በተለይ ለለና ማለት እዩ ሴትነትና ተንሕለይ ሴትነት ለለና ጓልነትና እንድሕር ሓሊና ከይድና እዝንና ማለትሲ ሰብስ ልረኦዮ ልሰምዖ ምናምን ይለውግዕ ምሸይ ንሕና ከኣ ካብዚ ነገራትዚ ግሉላት እንድሕር ኮይና ካብዚ ነገራትዚ እንድሕር እንትን ኮይና ግን ጽቡቕ እዩ ማለት እዩ እና ብዙይ ምክንያት እንድሕር ንገብሮ ኮይና ሓደ እዘን መንፈሳውያን ዝሃምዚ ኣይንበሃል ኢና ቢያንስ መርኣያ ንኾን ውዱባት ንኾን ስርዓት ለለና ንኾን ማለት እዩ ስለዚ ስርዓት ንፍተዎ ማለት እዩ ሆ ሆ በቃ ኣምዚ ኣምዚ ፌስቡክ ዶ ለጢፍካ እንታይ እዩ ነምንምፅ ምንም ነምፀ ነገር የብልና ኢና በቃ ኣለና ዶ ሒዝና ስቁ ኣለና ዶ ክስካብ ሰዓቱ ግዜኡ እንዶም ሰዓት ግዜኡ ኣኺሉ ክወፅእ ከለኩ ክንደይ ደስ ይብል ብእውነቱ ክንደይ ይፅብቕ ማለት እዩ ስለዚ ኣብዚ ኣዚና ተንጥንቀቕ መንፈሳዊ ንበሃል ተንበስል ዕሪና ይብለክን ሎሚ ሒዘልኩም ዝመፅኹ እዚኣ ትመስል ነይራ ማለት እዩ ያው ብዙሕ ነገርም ተጠቒምክን ኣላ ክትኸም ትኾና ርግጠኛ እየ ማለት እዩ ናብ ካልኦት ኣሕዋትክም ሸር በላለን ማለት እዩ ንሕና ዝጠቕመና ዝጠቕመና ወሲድና ለይጠቕመና ከዓ ሓደግና ማለት እዩ ሳብስክራይብ እንዳገበርኩም ቤተሰብኩን ኢለኩም እየ ማለት እዩ ምሸል ናብ ኩሉ ኣሕዋትኩም ከዓ ሸር በልዎ ዝተረፈ ግን ሰላም እግዚኣብሔር ኣምላኽ ስኩላትና ይኹን ፍትውትው እየ ዘብለኩም ኣሕዋተይ